ኩላቶም በታ ናይ ሉቕጢ ሕጊ እዮም ክዕንተቱ ዝኽእሉ እታ ናይ ሉቕጢ ሕጊ ሕጂ ኢሳያስ ካብኦም ፍልይ ፍልይ ዘብሎ ኣብዚ ግዜ እዚ ምስጢር ናይ ኢሳያስ ተልእኮ ናይ ኢሳያስ ስለ ዝፈለጥናዮ ኢና ንኢሳያስ ብደንቢ ንዛረብ ዘለና ተፈጥሮ ናቹራል ህዝባዊ ግንባር ዝበሃል ውድብ ዲሞክራሲያዊ ስርዓት ክተክል ብቕዓትን ሞራል ፖለቲካዊ ሞራልን የብላን ኣይነበራን ዓቕሙን የብሉን ዓቕሙን የብላን ተራ ሃገራዊ ውድብ ክኸውን ይኽእል እዩ ህዝባዊ ግንባር። ተራ ሃገራዊ ውድብ። ህዝባዊ ግንባር ዲሞክራሲያዊ ውድብ ክተክል እዩ ዝብል ግን በፍጹም ኣይከኣልን። ምኽንያቱ ኣመጻጽእኡ፣ ትሕዝቶ ፖለቲካዊ ትሕዝትኡ፣ ዋላ ኣብቲ ሜዳ ከሎ ዝሰርሖ ዝነበረ ኩሎም ባህርያት ንዲሞክራሲ ተጻዋርነት ዝበሃል ባሕታ ኣይህብን። ህዝባዊ ግንባር ካብ ፖለቲካዊ ተጻዋርነት።

ቤት ፍርዲ ነጻ ክብል ኣይክእልን። ውጩ ናይ ድንቁርና ዋጋ የብሉን። ድንቁርና ህልና ኣይኮነን። ወዲ ሃብተስላሴ ናይ ትዕቢቱ ዋጋ የብሉን። ጂፊፍቲን ናይ ለውጢ ዋጋ ይረኽቡ። መስፍን ሓጎስ ናይ ስኽፍቲ ዋጋ ይረክብ።
ስለዚ እዚ እዚ ኣካይዳ እዚ እንታይ ኢና ክንብል ዘለና ንሕና ፖለቲካሊ ክንሪኦ ከለና ህዝባዊ ግንባር ዲሞክራሲያዊ ስርዓት ክተክል ፖለቲካዊ ዓቕምን ብቕዓትን ኣይነበሮን የብሉን ብሕጂ ውን ብሕጂ ውን ኣብ ኤርትራ ናይ ህዝባዊ ግንባር መስመር ኣብ ኤርትራ ንኤርትራ ሰላማዊት ሃገር ክፈጥር ይኽእል እዩ ዝብል እምነት የብለይን ብሕጂ ውን ሓሲበ ኣይፈልጥን እየ ስለዚ

ግን ከኣ ይብለካ ኣብ ታሕቲ ኣንደር ኮተሽን ገይሩ ጆሆባ ጴንጠ ባሃይ ዝባሃሉ ግን ኣይክህልውን እዮም ይብለካ ናይንቲን ሰቨንን ሰቨን ዝጸሓፎ እዩ ኣብ ትሽዓን ኣርባዕተን ምምጻእ ኣብታ ናይ ህግደፍ ሕገ ህንጻ ማለት እዩ ውድብ

ግን ካብ ተሓታትነት ነጻ ትኾነሉ ባህሪ ኣይኮነን እዚ ፈሪሐ ነይረልካ ካብ ተሓታትነት ኣይትፈር ኣይ ናጻ ኣይትኸውን ኢኻ ድምጺ ተኸልኪለ ነይረልካ ካብ ተሓታትነት ነጻ ኣይትኸውን ኢኻ ድምጺ እንተ ተኸልኪልካ ወጺእካ ንህዝብኻ ድምጸይ ተኸልኪለ ክትብል ዝግባኣካ መጺእካ ነቲ ዝመርሓ ነቲ ዝመረጸካ ህዝቢ ተኸልኪለ ድምጸይ ክትብሎ ነይረካ ነቲ ምስኪን ተጋዳላይ ንዓኻ ካብ ጦንታይ እዩ ዝጽበየካ ዘሎ ዝተቓለስኩሉ ዕላማ ክውን ይኸውን ዶ ዝብል ዝነበረ ተጋዳላይ ንዕኡ ክትነግሮ ነይርካ

እዛ ኣብ ኤርትራ ዘላ ስርዓት ከኣ መተካእታ ናቶም ክጎስኹ ንርኢ
ጅእ ኣብ ኤርትራ ደርጊ ተሳዒሩ ኢልና ሆ ኢልና ኣምሓርኛ ዝቀየረት ትግርኛ ዝቀየረት ደርጊ ብ ኤርትራ ተቃቲሉ ብትግርኛ ብቋንቋ ኣዴና ጌሩ ዩ ቀቲሉና እዚ ስርዓት ኣብ ኤርትራ ዘሎ ብቋንቋ ኣዴና ባህሪኦም ሕጂ ይመሳሰሉ ዮም ሓደ ዓይነት ባህሪ ዩ ዘለዎም ኩሉ ግዜ ሰባት ሓድሓደ ግዜ ብሕርቕቦን ደርጊ ይሓይሽ እንድዮም ዓማጺ ካብ ዓማጺ ኣይሓይሽን እዩ ብሃሮም እዩ መሃሰል እዩ ሕጂ ኣብ to the extreme ክትከይድ ከለኻ መን እዩ extreme መን እዩ ከኣ less extreme ኢልካ ክትመርዞም ትኽእል ኢኻ ንሱ ግን ናይ ፍትሒ ባህሪ ኣይኮነን ናይ ዲሞክራሲ ባህሪ ኣይኮነን ናይ ዲሞክራሲ ባህሪ ብዓይኒ ፍትሓዊ መገዲ ኢኻ ክትገልጾም ዘለካ ንኹሎም። ኩሎም እዚኦም ሓደ ዓይነት ፕሪንስፕል፣ ሓደ ዓይነት ፍልስፍና፣ ሓደ ዓይነት ተግባራት፣ ሓደ ዓይነት ኣካይዳ ኣብ ልዕሊ ህዝቢ ኤርትራ እንዳፈጸሙ ዝመጹ ኢዮም። ስጋዕ ሕጂ ከኣ ዝፍጸም ዘሎ ኢዩ። ስለዚ ሰለስቲኦም ዘራኽቦም ባህሪ ኣለዎም። ብባህሪኦም። ኣሕዋት እዮም ብባህሪኦም ቤተሰብ እዮም ብባህሪኦም ናይ ዓመጽ ናይ ስርቂ ናይ ቅትለት ናይ ማእሰርቲ ባህሪ ዘለዎም ዝኽተልዎ መስመር ሓደ ካብ ሓደ ዝፍለ ኣይኮነን። እንቁርባብ ጃኩስ ፈታትታት።

ደርጎ ላይነት እንዳተሱ ከም ጸላኢና ንፈልጦ ነሩ ሓውኻ ጆሲ ብውሽጢ ተላኢኹ ነቲ ከምዚ ገብር ከሎ ኣይትሓዘለይ